ንኣብ ዲያስፖራ ትርከቡ ተጋሩ ኩሉኹም ብጅግንነት ብዛዕባ ድሕንነትን ህልውናን ትግራይ ተጨኒቕኩም ትገብርዎ ምንቅስቓስ ብጣዕሚ የሕብነና እዩ። ፀላእቲ ዝዛረብዎ ዝኾነ ይኹን ዘረባ ከሰንብደና የብሉን። ዝገብርዎ ግፍዒ ከሰኩነና የብሉን። ብጣዕሚ ዘሕዝንን ዘሕፍርን ኢትዮጵያ እትበሃል ዓዲ ናይ ብሓቂ ከም ዜጋ ምንባር ከይከኣል እዩ ዝብል ሕቶ ከተልዕል ዘገድድ ምስ ናይ ጸላእ መንግስቲ ኮይንካ ተዋዲድካ ህዝቢ ናይ ምጽናት ስራሕ ዝሰርሕ ናይ ሸፋቱ ናይ ተስፋሕፋሕቲ ናይ ኣምሓራሓቲ ናይ ምስፋሕፋሕ ምንቅስቃስ ዝመርሑ ደናቁር ዝገብርዎ ምንቅስቃስ ናብ ድሕሪ ክመልሰና የብሉን ሕዚ እንተኾነ ጀጋኑ ትግራይ ሰራዊት ትግራይ ኣብ ኹሉ ቦታታት ትግራይ ህዝቢ ከበሳብስ ንዝመፀ ፀላኢ እናሓረደ እዩ ዝርከብ። እዚ ኣጠናኽርና ንቕፅለሉ እዩ ዝኸውን። ልዕሊ ኹሉ ግን መናእሰይ ትግራይ ትገብርዎ ዘለኹም ምንቅስቓስ ብጣዕሚ ዘሕብን ዘኹርዕ እዩ። ኣብ ኹሉ ከባቢታት ወብ ኹለን ግንባራት ናብ መደበር ታዕሊማት በሽሓት ትውሕዙ ምህላውኹም ንናፅነትኹም ንህልውና ህዝብኹም ንድህነት ህዝብኹም ዘለኩም ሓላቕነት ዘርኢ እዩ። ብተግባር ድማ በብግዚኡ ፀላኢ በሽሓት እናቐተልኩምን ትግራይ ረመፅ ምዃና ትግራይ መቓብር ትምከተኛታትን ወረርትን ምዃና ንምርኣይ ዘኽእል ስራሕቲ ትሰርሑ ትሰርሑ ምህላኹም ብጣዕሚ ዘሕብን እዩ። በዚ ኣጋጣሚ እዚ መሪሕነት ህወሓት ቅድሚ ሕዚ ዝነበርዎ ድኽመታት እውን ዓሪቡ ሰራዊትና እውን ብዝሐሸ መንገዲ ተወዲቡ ዝገብሮ ምንቅስቃስ ብጣዕሚ ዘኹርዕ ውፅኢት ይርከበሉ ምህላው ዋላ ናይ ኮሚኒኬሽን ፀገማት ይሃሉ ዋላ ናይ ርክባት ህዝቢ ፀገማት ስፍሕ ዝበለ እስካዕ ኣብዚ ተፀንሐ በብግዚኡ እናተመሓየሸ ዝኸይድ ብተግባር እውን ሓፂር ኣብ ዝበሃል ግዜ ንትግራይና ነፃ እነውፀሉ ህልውና ትግራይ ቐፃሊ ዕጫ ትግራይ እውን ንምውሳን ዘኽእለና ስራሕቲ እንሰርሐሉ ግዜ ክመፅእ እዩ ዝብል ተስፋ ክትገብሩ እዚ ኣጋጣሚ እዚ ዳዊት ክቐርብ ይደሊ ቃልስና ኣጠናኺርና ካብ ምቕፃል ወፃኢ ዓለም ብዙሕ ሓገዝትን ኣለዉ ብዙሕ ደገፍትን ኣለዉ ዓለም ለኸ ማሕበረሰብ ሃገራት እውን ኣለዉ እቲ ዋና ዓቕምና ግን ህዝቢ ትግራይ መንእሰይ ትግራይ እቶም ደገፍትና ኣብ ክንዲ ዝከኣል ዝተፀዓሩ ንህዝቢ ትግራይ ተኪኦም ናፅነትን ህልውናን ህዝቢ ትግራይ ከረጋግፁ ከምዘይኽእሉ በዚ ኣጋጣሚ እዚ ምፍላጥ ፅቡቕ እዩ ዝብል እምነት ኣለኒ። ምስ መሓዝትና ተዋዲድና ንሰርሖ ስራሕቲ ግን ትርጉም ክህልዎ ተኾይኑ ከም ትግራይ፣ ከም መንእሰይ ትግራይ፣ ከም ህዝቢ ትግራይ፣ ከም ሰራዊት ትግራይ ኣብ መሬት ንሰርሖ ዘለና ስራሕ እፅፍ ድርብ ኾይኑ ክቕፅልን ፀላእቲ እስካዕ መጨረሻ እስካዕ ዝቃወሱ ከምቲ ዝበልክዎ ነተን ፃውዒት ዝሰዱ ነተን ሽግራት ዝፈጥራ ፃውዒት ዝሰዱ ዝልእኹ ርእስታት ክቑረፁ ክእሉ ኣለዎም። እዚ ንምስራሕ ዘኽእል ምድላዋት ንውግን ኣለና። ሓፂር ኣብ ዝበሃል ግዜ ንኹሉ ነገር ተወዲኡ ትግራይ መሊኣ ሓራ ትወፀሉ ስራሕቲ ከምንሰርሕ በዚ ኣጋጣሚ እዚ ክገልፅ ይደሊ።
ንባንዳታት ትግራይከ እንታይ ትብሎ ነገር ኣሎ? ባንዳታት ትግራይ ኣብ ገለ ገለ ከተማታት ንሲቪላት የንገላትዑ ኣለው፣ የፈራርሑ ኣለው፣ ግፍዕታት ይፍፅሙ ኣለው፣ ትግርኛ ዝዛረቡ ባንዳታት ትግራይ። ንኣቶምከ እንታይ ብመንግስቲ ትግራይ ወገን እንታይ ይበሃል? ባንዳታት ቅድሚ ሕዚ እውን ዝነበረና መትከል ሓሳቦም ክቕይሩ ምስ ህዝቦም ክውግኑ ጻውዒት ምግባር ያው ንቡር'ዩ ዝብል እምነት ኣለኒ። ካብ ወጻኢ ኣብ ኩለን ከባብታት ትግራይ ብባንዳነት ዝጸልኣ ዘገልግሉ ኣድላይ ስጉምቲ ምውሳድ ተጀሚሩ ኣሎ። ምውሳድ ክቕጽል'ዩ። ግዜ ከይረፈደ ኣካይድኦም ከመሓይሹ ዝደልዩ ሰባት ተልዮም ህዝቢ ትግራይ ይቕረ በሃሊ እዩ። ስለዚ ናብኡ ዘይምለስሉ ምኽንያት ኣይህሉን። እታ ሰይፊ ግን ኣብ ክሳዶም ወረ ምተዓርፉ ክፈልጡ ክለሎም ዘድሕኖም ዋላ ሓደ ሓይሊ የለን መሳርሒ ገይሩ ዝጥቀመሎም ኣብይ ኣሕመድ ይኹን ህዝብና እናቐተለ ህዝብና እናመራስሐ ረሳሕ መንዲል ፈርኔሎ ከይተረፈ ዝሰርቕ ናይ ሻዕብያ ሓይሊ ተለኣኣኽቲ ኮይኖም ህዝብና ዘባሳብሱ ወገናት ብሻዕብያ ዝተደርበየት ዝተተኮሰት ጥይት ኣብ ናቶም ግንባር ንዘይተዓልበሉ ምክንያት የለን። በዚ ኣጋጣሚ እዚ እዚ መልእኽቲ ከሕልፍ ደልየ። ኣብ መላእ ትግራይ ዘሎ ኣብ መላእ ኢትዮጵያ ከምኡ እውን ኣብ ጎረቤታት ዋላ ኣብ ሱዳን ዝርከብ ብዙሕ መንእሰይና ኣሎ ክጋደል ዝደሊ ግን ኣንፈት ዝጠፍኦ ዝኒኦ ኣመራርሓ ዝጠፍኦ ዝኒኦ ነዚከ እንታይ ትብሎ ኣቶ ጌታቸው? ወል ሕዚ ከምቲ ብጣዕሚ ዝገርም እዩ ሕዚ ሓንቲ ኣብነት ክነግረካ ቅድሚ ክልተ ሰሙን ከባቢ ዓድዋ ከባቢ ነይረስ ስለ ሓደ ብዙሕ ዘይትግምቶ ከባቢ ደቂ መቐለ ደቂ ጨለቆ ገለ ተኣኪቦም በማየት እዮም መፅኦም መፅኦም ሰሚዖም ማለት እዩ ክወጋድ ግንባራት ኣለውና ኣርባዕተ ሓሙሽተ ግንባራት ኣለዉ ሰብ ብግንባሩ ታዕሊም ግበር እዩ ተኩሉ ይፈልጥ ዝፈለጠ ነዚ ዘይፈለጠ ይስምዕ ይመጽእ እዩ ስለዚ ብትግራይ ደረጃ ዝገብሮ ምንቅስቃስ እዚ ይመስል ግን ኣብ ሱዳን እውን ምንቅስቃስ ዝተጀመረ ምንቅስቃስ ከም ዘሎ ክፈልጥ እየ ኣለውን ኣኮን ወታደራት እንቱም ስለዚ ብዝተወደበ መንገዲ ዝስራሕ ስራሕ ስራሕና ክንቅፅል ኢና ከምቲ ዝበልክዎ ቅድሚ ሕዚ ዝነበረና ርክብ ናይ ምቁራፅ ኩነታት ንምምሕያሽ ብዙሕ ዝጀመርናዮ ምንቅስቃሳት ኣሎ ኣብ ሱዳን እውን

ምድምሳስ ክንጥቀመሉ ዝከኣል ኩሉ ክንገብር ኢና። እቲ ምሰ'ዛ ሓይለ ዘልካዮ መንፈስ ክጠናኸር ክቕፅል ከለዎ እቲ ብሚድያታት ምፍራስ ምኽንያት መጀመርያ ታርጌት ዝገብረን እተን ሚድያታት እየን ባይ ዘ ዌይ ምኽንያቱ ሓቂ እዩ ዘፍርሖ ሓይሊ ዘይ ክንደይ በብመዓልቱ ከም ዝውዳእ ክትኣምን ኣይትኽእልን ንባዕለይ ምናልባት በምሓርኛ እየ መስለኒ ኣልዒለልኻ ደቂ ዓሰርተ ሸውዓተ ዓሰርተ ሸሞንተ ዓመት ስልጠና ዓሰርተ መዓልቲ ይህብኡም ክትኳሱ ዝፈልጡ ኣይመስሉን ይመጹ ድሕሪ ሽዱሽተ መዓልቲ ዕዳ ጋዕሩ ዝተቀተላ ቆልዑ ዕዳ ጋዕሩ ዝተቀትሉ መናእሰይ ትማሊ ቅድሚ ትማሊ ኣብ ሰግልን ፈላፍልን ዝተወድኡ መናእሰይ ናይ ኤርትራ እዚ ኩሉ ትርኢ ብጣዕሚ ዘሕዝነካ ገገሊኦም ሰላም ማስከበር ኢሎም እዮም ዝምፅዎ ወለዶም ሰላም ከኽብሩ ዶላር ሒዞም ለ ክመፅኦም ይፅበዩ እሶም ኣብ ሓደ ዕዳጋ ዓዱ ዘለናይስ ብጣዕሚ ዝገርም ነገር ዝተኮሰ የለን ክልተ መዓልቲ ውግእ ተኻይድስ ከይተኮሱ እዮም ተቀቲሎም ማለት እዩ ኣብቲ ድፋዕት እዮም ኣለዉ ምትኳስ እውን ይመርዎን ማለት እዩ ስለዚ ሰላም ይኹም ተኽብሩ ኢሎም ናገፈፉ ናይ መድፍዕ ቀለብ ጥራሕ እዮም ዝገብርዎም ካንም ፎደርስ እዮም ዝብልዎ እዚኦም ስለዚ ናይ መድፍዕ ቀለብ ክሳዕ ዝሃለዎ ስርዓት ክንቐፅልና ዝብል እምነት ዘለዎም ሰባት እዮም ነዚኦም ኣቃሊዕኻ ንትገብሮ ምንቅስቃስ እቲ ዋና መጀመርያ ናትና ዓቅሚ ዘንሱ ኣብቲ ናይ ሚድያ ዓቅሚ እዩ ብዝኮነ እንታይ ክብል ደልየ እቲ ፕረዘንትና እውን ሐዚ ብደንቢ ተጠናኪሩ ዝወፀሉ ኩነታት ስለንሰርሕ ዋላ እቲ ናይ ደገ ውድብ ዓቅሚ መሊእና ኣይንጠቀመሉ ብትግራይ ደረጃ ግን ብዙሕ ስራሕቲ እናተሰርሐ ምኳኑ ክፍለጥ ክክእል ኣለዎ ንማለት እዩ። የቕኔለይ ኣቶ ጌታቸው ከይተዓፅዋ ይደልየካ እየ ክብራት ተመልከትና ምስ ኣቶ ጌታቸው ረዳ ዝገበናዮ ፃንሒት ነዚ ይመስል ነይሩ ስለተኸታተልኩምና ኣዚና ነመስግን ኣቶ ጌታቸው ረዳ እውን ደጋጊሙ ደጋጊሙ ከም ዝመፅእ ተስፋ ምግባር በዚኦም ክዛረቡ እየ ንዝነበረና ዛፅኒ ኣዝየ የመስግነኩም ብሩክ ምሸት ብሩክ